ሰላማት ሰላማት ክቡራት ኣሕዋት ከመይ ትኾኑ? ኣብ ዘዘለኹሞ ሰላም ይምነየልኩም። ንሎማዓንቲ ከዓ ሓንቲ ኣፕሊኬሽን ሒዘልኩም መፅየ ኣለኹ። እዛ ኣፕሊኬሽን እዚኣ እዛ ንሪኣ ዘለና ዱፕሊኬት ፋይል ፊክሰር ትብል ናይዚኣ ኣፕ ጥቕሚ ተደጋጋሚ ስእሊ ሓደ ዓይነት ስእሊ ኮፒ ኮይኑ ገለ ኮይኑ ዝተቐመጠ ባዕሉ ሞባይልና ደጋጊሙ ዘቐመጠልና ወይ ብሜሴጅ ዝተለኣኣኽናዮ ዘየድልየና ስእሊ ዝተደጋገመ እንድሕር ኣሎ ነቲ ዝተደገመ ስእልታት እዚ ለካ ክንድዚ ዝኣክል ተደጊሙ ኣሎ ኢሉ ሓደ ብሓደ ዘርዚሩ ዘውጽኣልና እዩ። ሕጂ ቀጥታ ናት እዚ ኣብዚ ኣብ ፕለይ ስቶር ዝርከብ ኣፕሊኬሽን እዩ። ብነጻ እዩ ዝርከብ ዋላ ሓንቲ ተኣሽሙ የብሉን። እዚኣ ዱፕሊኬት ፋይል ሪሙቨር ኢልና ንፅሕፍ ኣብዚ ኣብዚ ናይላትኩም ኣብ ሳልሳይ ደረጃ ትርከብ ኣነ ድሮ ዳውንሎድ ኢልያ ስለ ዘለኹ ክሊክ ምስ በልኩዋ ከም ትሪእዎ ዘለኹም ትብለኒ ኦፐን ኦፐን እብላ ቀጥታ ናብቲ ኣሰራርዑ ከሪኤኩም እየ ብጣዕሚ ሓፃር ቀላል እያ ኣብዚኣ ዘለዋ ዝርዝር ከከም ዝደለናያ ጌርና ማለት እዩ ሓደ ብሓደ ተደሊና እዚኣ ስካን ኣውድዮ ኣብዚኣ ታሕቲ መጺእና ስካን ንብላ ኣነ ኣጋጣሚ ሙዚቃ ስለ ዘይብላ እዛ ቴሌፎነይ ዋላ ሓንቲ ይረኸበትን ማለት እዩ ባክ ኢልና ንምለስ ቪድዮ እውን ከምኡ ሓጂ ርኣይዎ ቪድዮ ምስ በልክዎ ሓንቲ እያ እታ ቪድዮ ግን ኣርባዕተ ግዜ ተደጋጊማ ኣላ እዚ ሰለስተ ግዜ ተደጊሙ ዘሎ እዚ ቲክ ቲክ ጌሩሉ ደሎ ንብሙሉኡ ደምስሰለይ ማለት እዩ ሕጂ እታ እንድሕር ሓንቲ ጥራይ ደምስስ ተ ክትድምሰስ ተደሊናያ ሓንቲ ጥራይ ቲክ ጌርና ንገድፋ እዚኣ ሓንቲ ሕጂ ክንድምስሳ ንኽእል ኢና ማለት እዩ ኦኬ ንብሎ ናይ ኣላ ልክዕ ከምዚ ጌሩ ይድምስሰልና የጽርየልና ካብ ኩሉ ቦታ እዩ ዝድምስሰልና ኣብዚ ትሪእዎ ዘለኹም ዋላ ሓንቲ የለን ደምሲሰ ኣለኹ ማለት እዩ። እንደገና ተመሊስና ናብኡ ንእቶ። ነዚ ኩሉ ግን ብሕፅር ዝበለ ብሕፅር ዝበለ በብሓደ እዚ ንሃለ ስካን ከምዚ በብሓደ ካብ ንገብሮ ብሕጽር ዝበለ ኣብዚኣ ነለትኩም እዚኣ File Duplicate Scan ትብል ደላ Full Duplicate Scan ትብል ደላ ይቕሬታ ስካን ንብላ ኩሉ ኣብዚ ዘሎ ስእሊ ቪድዮ ከምዚ ገይሩ ትሪእዎ ዘለኹም ኣብዚ ግሩፕ ሓደ ኢሉ ኣብዚኣ ጽሒፉ ኣሎ በቢ ግሩፕ ገይሩ ፈሊልና ኣሎ እዚ ብምሉኡ ሓንቲ ስእሊ ግን ተደጋጊሙ ዘለዎ ኣብዚ ሞባይል እዩ ማለት እዩ Group ክልተ፣ ሓደ ሓደ ግዜ ከምዚ ሞባይል ፉል Full Memory ይብለኩም እዩ። ከምዚ ዓይነት ዝተደጋገመ ፋይል ክህልወና ስለ ዝኽእል ቪድዮ ይኹን ስእልታት ይኹን ከምዚ ዝተደጋገመ ሙዚቃ ብ Audio ማለት'የ ዝተደጋገመ ክህሉ ስለ ዝኽእል ከምዚ ጌርና እዛ ኣፕ እዚኣ ተጠቂምና ክነጽርዮ ንኽእል ኢና። ኣብዚ ከምቲ ዝበልኩኹም ረኣይዎ። ከም ብተደጋጋሚ ብዙሕ እንድሕር ኣሎ ምናልባት ክልተ ክተርፈልኩም እንድሕር ደሊኹም ኣብቲ ታእሽሙ ኣብ ሞባይልኩም እዚኣ ተጥፍዋ እዛ ራይት ዘላ እንድሕር ራይት ኣለዋ ኩለን ራይት ተለወን ኩለን ኣጥፍኣለይ ማለት እዩ ነታ ሓንቲ ኦሪጅናል ግን ዋላ ራይት ጌርካያ ኣይገብረልካን እዩ ባዕሉ ነቲ ተደጋጊሙ ዘሎ እዩ ዘጥፍኣልካ ራይት ራይት ዘለዎ ይጽንሓለይ ትብል ተኾንካ ከምዚኣ ጌርካ ቲክ እታ ቲክ ዘላ ተጥፍኣ ቲክ እንድሕር ጌርካያ ግን ደሊት ተይልካያ ኣነ ሕጂ ተመሊሰ ቼክ ክገብሮ ስለ ዝደሊ እዚ ስእልታት ደሊት ክብሎ ይደልኒ እስኹም ግን ከምዚኣ ነዚኣ ደሊት ናው ትብል ደላ ምስ ተንከፍኩም ኦኬ ምባል እዩ ዘድልየኩም ናይ ሎማዓንቲ ትምህርትና ቅልል ድበለት እያ ነይራ ሓጻር ውን እያ ከምዛ ዝረኣኹማ ጌርኩም

ደሓን ኩኑ ጽን ኢልኩም ስለ ዝሰማዕኩምኒ የቀንየለይ ብሩክ መዓልቲ።